እዚ ታሪኽ ኢድካ ኣብ ርእስኻ ኣትሒዙ ክሳድ ዘድንን ናይ ጎረቤት ሃገርና እቲ ናይ መጀመርታ ጨካን ሰብ እናተባህለ ይውሕዶ እምበር ኣይበዝሖን ብዛዕባ ዝተባህለሉ ጉድ ዘበለ ኣብ ኢትዮጵያ ዝተፈጸመ ገበን እዩ ክቡራት ቤተሰብና እዚ መደብ ቅድሚ ምጅማሩ ትሕቲ ዓሰርተ ሸሞንተ ዕድመ ንዝኾንኩምን ጥኑሳት ኣደታት ንኽትሪኡ ኣይመክርን እዚ ንህዝቢ ምሉእ ብናይ ገበን ተግባሩ ዘሰናበደ ውልቀ ሰብ ናይ ፍርዲ ከይድን ኣብ መወዳእታ እውን ብዛዕባ ልተፈጥረ ዘይእመን ነገር ንዕዘቦ ኢዩ ድኸውን። ሓቢርኩምኒ ጽንሑ። ካብ ከተማ ውጽእ ኢላ ኣብ እትርከብ ኣብ ሓንቲ ንእሽተይ ጎጆ ውሽጢ ብፍቕሪ ዝተመልኦ ሓዳሮም ምዉቕ ገይሮሞ እዮም። ኣይተ ያቆብን ወይዘሮ በቀለችን እዮም ድበሃሉ። ናይ ዕድመኦም ካብ ፍርቂ ዓመት ንላዕሊ ድኾነ ኣብ ሓዳሮም እዩ ነይሩ ደሕለፍዎ። ናይቲ ከባቢ ነበርትን ጎረባብትን ከብ ኣብነት እዮም ዝረኣዩ ክብሉ ይምስክሩ እዮም ኢሉ እውን ኣብ ሓዳሮም ሕማቕ ባእሲ ኣይነበሮምን። ኣብዚኣ ንእሽተይ ምውቕቲ ጎጆኦም ሽድሽተ ወዳት ሓንቲ ጓልን ወሊዶም ብሓጎስ ድነብሩ እዮም። እዚ ነቲ ማሕበረሰብ ኣብነት ዝኾነን ቅኑዕ ቤተሰብን በቲ። ናይቲ ከባቢ ባህልን ሃይማኖትን መሰረት እታ ናይቲ ቤተሰብ ብሕታዊት ድኾነት ጓሎም ዕሙር ብድኾነ ጓይላ የመርዕውዋ። እዚኣ ጓል እውን ጓሎም ድኾነት ካብቲ ድነበርሉ ከባቢ ብዙሕ ከይረሓቐት ኣብ ናይ ቤተሰባ ቀረባ ብምዃን መነባብሮኣ ምስቲ ሓድሽ ድኾነ ሰብኣያ ሓዴላ ትጅምሮ። ንሳ እውን ካብ ቤተሰባ እናረኣየት ዝተማህረቶን ናይ ሓዳር ኣተሓሕዛን ፍቕርን ኣብ ተግባር እውን ብባዕላ ክትፍፅሞ ጀመረት። ምስቲ ሰብኣያ ዝጀመረቶ ህይወት ብጣዕሚ ሰሓቢ እዩ ነይሩ። ኮይኑ እውን ነቶም ቤተሰብ ልዑል ድምቀት ዝሃቦም፣ ብተኸታታሊ ብድመጹ ክልተ ቆልዑት እዮም ነይሮም። ናይቶም ቆልዑት ምምጻእ ብዓሚዩቕ ነቲ ገዛ ድምቀትን ፍቕርን ዝሰሓቡ ዋላ እንተነበሩ፣ ኣደ ግን ንኽትኣልዮም ተሸገረት። ማለት እውን እዚኣቶም ክልተ ተኸታቲሎም ድመጹ ቆልዑት ሓጋዚ ደይነበራ ንወይዘሮ በቀለች ጓላ ብጣዕሚ ትጽገም። እሞ ደኣ እዚ ሽግራ ካብ ዓቕሚ ንላዕሊ ድኾነ ኣደ ሓደ ሓሳብ ይመጸላ። ናብ ወይዘሮ በቀለች ብምድዋል ምንኣስ ሓዋ ኣብ ናሃታ ገዛ ብምንባር ንክሕግዛ ፍቓድ ሓተተት። ኣዲኣ እውን ኣየሕፈረታን። ነተን ጥሪት እናሓለወ ንዓኣ ንክሕግዛ የፍቅዱላ። እዚ ወዲ ሸሞንተ ዓመት ንኡስ ቆልዓ ናብ ናይ ሓፍቱ ገዛ ብምምጻእ ክነብር ጀመረ። ካብ ግዘታት ንደሓር ሕማቕ ጠባይ ደምጸዐ ሰብኣያ ዝገብሮም ነገራት ንሰበይቱ ክትኣምነሎም ዘጸግሙ ኮይኖም ነይሮም። ነገራት ኩነታቶም ድተቐየሩ ካብዚ ንደሓር እዮም ነይሮም። መዓልትታት ይሓልፉ። ዋላ ሓደ ደይፈለጡላ ነገር እንተነበረ ኣብ ገዛ ውሽጢ ድበጽሓ ናይ ሰብኣያ ጭቆናን በደልን እዩ ነይሩ። ካብዚ ብኢሱ እዚ ድመጸ ነገር ኣብቲ ምንኣስ ሓዋ ወዲ ሸሞንተ ዕድመ ቆልዓ ብምህራም ከሳቕዮ ጀመረ። ኮይኑ እውን ሰበይቲ ንቤተሰባ ብደይ ምዝራብ ኣፋ ሓቲማ ነቲ ድበፅሖም ዘሎ ጭቆና ምስ ምንኣስ ሓዋ በቢመዓልቱ ይቕበሉ ነይሮም ካብ ዕለታት ሓደ መዓልቲ ኣብቲ ኣጋምሸት ከባቢ እቲ ወዲ ሸሞንተ ዓመት ቆልዓ ምንኣስ ሓዋ ጥሪቱ ሒዙ ናብ ገዛ እንትኸይድ ዝረኸብኦ ወላዲቱ ሕቑፍ ኣቢለን ብምስዓምን ካብ ዕዳጋ ንዝዓደግኦ በናና ንክበልዖ ብምሃብ ቻው ኢለንኦ ይኸዳ። እዚ ንኡስ ቆልዓ እተን ጥሪት ናብ ገዛ ኣእትዩ ከም ናይ ኩልሻዕ ልምዱ እቶም ደቂ ሓፍቱ ድኾኑ ቆልዑት ንከጻውት ናብ ገዛ ይኣቱ። ወልደሰንበት ያቆብ ድተባህለ እቲ ጻዕራም ወዲ ሸሞንተ ዕድመ ቆልዓ ንሓፍቱ ክብል ናይቲ ጭቆና ኣካል ኮይኑ ብስቕታ ድሓልፎ ዘሎ እዚ ንኡስ ከምቲ ናይ ኩል ግዘ ናይ ደቂ ሓፍቱ ቆልዑት እናጻወቶም ናይ ሓፍቱ ሰብኣይ ኣበራ ከምቲ ናይ ኩልሻዕ ሰኺሩ ናተወላገደ ናብ ገዛ ይኣቱ። ናብ ገዛ እውን ምስ ኣተወ እዚ ንኡስ ቆልዓ ነቶም ቆልዑት እናጻወቶም ይሪኦ ምንም ደይገበሮ እዚ ንኡስ ቆልዓ ብሓይሊ እግሩ ተጠቂሙ ይሃርሞ እዚ እውን ምእኻል ኣብይዎ ኣብ ጎኑ ብድነበረ ድኳ ገይሩ ብጣዕሚ ይሃርሞ እዚ ንኡስ ቆልዓ እውን ዝዓረፎ ዱላን ርግሒትን ካብ ዓቕሙ ንላዕሊ ብምዃኑ ዓቕሚ ውሒድዎ ተሰናኺሉ ይወድቕ እዚ ኣበራ ጉማሞ ድተባሃለ ውልቀሰብ እውን ብቕልጡፍ ኣብ ድሕሪ ገዝኦም ኣብ ዝርከብ ኣብ ናይ ኣቮካዶ ኦም ይሰቕሎ። ኣብዚ እውን ኣየብቅዐን፣ እቲ ሰዓት ናይ ምሸት ከባቢ ከም ዘሎ ተዓዚቡ መሽዩ ኢሉ ብምሕሳብ ናብ ናይ ሰበይቱ ኣደ ድኾነት ወይዘሮ በቀለች የምርሕ። ካብኡ እውን ነቲ ገዛ ኳሕኲሑ ወልደሰንበት መፂኡዶ ብምባል ይሓተን። ኣዲኡ እውን ቅድሚ ሓደ ሰዓት ማለት እውን ኣብቲ ኣጋምሸት ከባቢ ናብ ገዝኡ እናተመልሰ ከም ዘሎ ዝረኣያ ንወልደሰንበት ኣበይ ኣሎ ተባሂለን እንትሕተታ ይስንብዳ'ሞ እረ ናብዚ ኣይመጸን ኢለን ይምልሳሉ። ኣበራ'ውን ብቕልጡፍ ኣብቲ ገዛ ውሽጢ ንዘሎ እሸቱ ድተባህለ ነታ ሰበይቲ ሓዋ ብምጽዋዕ ሒዝዎ ይኸይድ። ካብኡ'ውን ዋላ ሓንቲ ከም ደይፈልጥ ብምዃን ኣለሻ ይጅምር። እዚ'ውን ጨካን ተባሂሉ ድተገልጸ ውልቀሰብ ወልደሰንበት ድተሰቕለሉ ናብ ናይ ኣቨካዶኦም ብምኻድ ብገመድ ንዝሰቀሎ ወዲ ሸሞንተ ዓመት ቆልዓ ብምውራድ ናብ ቤተሰቡ ሒዝዎ ይኸይድ። እዚ ቀታሊ ናይቲ ጭካንኡ ጸግዒ ኣብዚ ኣየብቅዕን። ናብ ቤተሰቡ ብምውሳድ በቲ ናይቲ ከባቢ ሕጊ መሰረት ብገዛእ ባዕሉ ህይወቱ ደጥፈኣ ወይ'ውን ተሓኒቑ ንዝሞተ ሰብ ምንም ዓይነት ናይ ማሕበር ገንዘብ ኣይወሃቦን ነይሩ። እሞ ደኣ ነቲ ገበኑ ንኸይፍለጠሉ ሸፊኑ ንምሕላፍ ብምሕሳብ ነቶም ቤተሰብ ከምዚ ይብሎም፣ ነተን ጥሪት እናሓለወ ሓሚሙ ከም ድሞተ ነቶም ናይቲ ከባቢ ማሕበረሰብ ንዛረብ ኢሉ ብምእማን እቲ ናይ ቀብሪ ስነስርዓት ንፈጽሞ ይብሎም። ብናይ ወዶም ሞት ድተሰናበዱ ቤተሰብ ብፍላይ ቅድሚ ሓደ ሰዓት ንወዶም ሓቚፈን ስዒመን ዘፋንኦ ወላዲት ኣዲኡ እቲ ስንባደ ምሕሳብ ንከይክእላ ገይሩወን። ኣበራ ድተባህለ ሰብ ነቲ ሓሳቡ ይሰማምዕ እሞ እቲ ቀብሪ ይፍጸም። ይኹን እምበር ናይዚ ንኡስ ቆልዓ ሞት ደሰናበደ ናይቲ ከባቢ ነበርቲ ብዙሕ ክዛረቡ ጀመሩ። ወልደሰንበት ጥሪት እናሓለወ ምቺ ወቒዕዎ እዩ ድብሉን ካልኦት ድማ ኣይፋል ተሓኒቑ እዩ ሞይቱ ብምባል እቲ ወረ ነቲ ከባቢ ኣጋወሐ። እሞ ደኣ ኣብዚ ሰዓት እዩ ነይሩ ነዚ ጥርጣረኦም ዘራጉድ ነገር ድተረኽበ። ሓንቲ ናይቲ ከባቢ ነባሪት ድኾነት ጓል፣ እዚ ንኡስ ጥሪት እናሓለወ ወይ እውን ምቺ ወቒዕዎ ኣይኮነን ዝሞተ ድብል መሰንበዲ ዘረባ ድተዛረበት፣ ቀጺላ እውን እዚ ኣበራ ድተባህለ ሰብ ሓኒቑ ኣብቲ ዓብዪ ኦም እናሰቐሎ ርእየዮ እየ ክትብል ተዛረበት። ኣብዚ ሰዓት'ውን እቲ ናይቲ ሰፈር ሰብ ይሰናበድ ብቕልጡፍ'ውን ኣብቲ ከባቢ ናብ ዝርከብ ፖሊስ ብምኻድ ብዛዕባ'ቲ ነገር ሓበሬታ ሂቡ ፖሊስ'ውን ብቕልጡፍ ሓበሬታ ብዝተዋህቦ መሰረት ነቲ ምርመራ ይጅምሮ ኣብዚ ተግባር ግራ ድኣተወ ፖሊስን ማሕበረሰብን ንኣበራ ምክትታል ይጅምሩ ፖሊስ ግን ነቲ ምርመራ ክጅምሮ ዝደለዮ ካብ ናይ ወልደሰንበት ሬሳ ምርመራ እዩ ነይሩ ካብ ድቕበር ዒሳን ሓደን ዓመት ድኾኖ ሬሳ ብምፍሓር ኩሉ ነገር ንኽምርመር ናብ ኣዲስ ኣበባ ተላእኸ። እቲ ምርመራ እውን ናብ ኣበራ ኣምርሐ። ብጣዕሚ ከቢድ ዝኾነን ንኹሉ ደሰናበደን ነገር እዘይነበረን ድሕሪ እዚ ኩሉ ተግባር ሰበይቱ ከምዘላቶ ይበፀሕዎ። እቲ ነገር ከምዚ እዩ። እዚ ኣበራ ልተብሃለ ሰብ ኣቐዲምና ከምልበልናዮ ኩሉ ኣብ ልዕሊ ሰበይቱ ማህሰይቲ የብፀሓላ ነይሩ። እዚ ማህረምቲ ግን ቀሊል ኣይነበረን። ንጨጉራ ብምሓዝ ኣብ ኢዱ ክሳብ ድተርፍ ብጽፍዒትን ብካሶትን ኣብ ኣካላታ ምልክት ክሳብ ደውጽእ ይሃርማ ነይሩ። ኩይኑ ግን እዚኣ ሰበይቱ እውን ንዋላ ሓደ ብዘይ ምዝራብ ብስቕታ ቃንዛኣ በብመዓልቱ ትቕበል ነይራ። እዚ ማህረምቲ ኣብኣ ጥራሕ ኣየቋረጸን ነቲ ምንኣስ ሓዋ እውን ልክዕ ከምኣ ይሃርሞ ነይሩ ኢሉ እውን ንሓደ ሰብ እንተተዛሪባ ከም ድቐትላ ኩሉ ግዘ ስለ ደፈራርሓ ነቲ ስቕታ መረጸቶ። እሞ ደኣ ኣብታ መዓልቲ ሰኺሩ እንትመጽእ ኣብቲ ገዛ ውሽጢ ሰበይቱ ነይራ እያ ኢሉ እውን ነቲ ምንኣስ ሓዋ ብረግሒት ኣብ ኩሊቱ እናሃረሞን ብዱኳ ኣብ ርእሱ እናሃረሞ ትርኢ ነይራ እያ። ካብኡ እውን ካብቲ ገዛ ወጺኣ ክትጎይይ ምስ በለት ስሒቡ ብምእታው ንሓደ ሰብ እዚ ነገር ተተዛሪባ ኣብቲ ድሕሪ ገዛ ኣቐዲሙ ብዝፈሓሮ ጉድጓድ ውሽጢ ንዓኣ እውን ከም ዝቐብራ የፈራርሓ። ንሳ እውን ነቲ ስቕታ መሪጻ ንናይ ሓዋ ቀታሊ ኣሕሊፋ ብዘይ ምሃብ ክተምስል መረጸት። ፖሊስ ነዚ ኩሉ ነገር ስለ ድበጸሖ ነዚ ተጠርጣሪ ናብ ፍርዲ ኣቕረቦ። እቲ ቤት ፍርዲ እውን ኣብቲ ውልቀ ሰብ ንዓሰርተ ሸሞንተ ዓመት ናይ እስራት ግዘ ይፈረደሉ። ናይታ ሰበይቲ ተግባርን ናይ ሓዋ ቀታልን ሓቢኣ ድጸንሐት ናይ ወይዘሮ በቀለች ጓል እውን ኣብቲ ከባቢ ብጣዕሚ ቁጠዐን ሕርቃንን ኣልዐለ። ኣብ መወዳእታ እውን ከምዚ ብድብል ምሰላ ተዋህባ፣ ዝመተ ሓውኪ፣ እቲ ቐታሊ ሰብኣይኪ፣ ሓዘንኪ ኣብ ገዛኺ ብኢሱኪ። ክቡራት ቤተሰብ ናይ ሎማዓንቲ ናይ ገበን ታሪኽ ነዚ ይመስል ነይሩ። ናሃትኩም ሓሳብ ድማ ኣብ ኮሜንት ግደፉለይ እናበልኩ ናይ ደወል ምልክት ብምጥዋቕ ናይ ኩልግዘ መደብ ክትከታተሉ ትኽእሉ ኢኹም።